ማለት እዩ ግን ደይፀውም ሰብ ዝነበረ ሓንቲ መዓልቲ ቅድሚ ወይ ቅድሚ ክልተ መዓልቲ ወይ ክላማመድ ንሮመዳን ኢሉ ድዩ ወይ ብዝኾነ ነገር ቀዲሙ ክፀውም የብሉን ማለት እዩ በለ ነቢ ዓለይሂ ሰላቱ ወሰላም ኣብታ ትጠራጠረላ መዓልቲ ሎመዓልቲ ሮሞዳን ድያ ኣይኮነትን ኢሉ እሞ እዕላን ዘይተገበረሉ እንከሎ ናይ ጥርጥር መዓልቲ እንከላ

ዝጠራጠረሉ መዓልቲ ናይ ጥርጥር መዓልቲ ዘለዎ ግዜ ድጾመ ሰብ ንነቢ ዓለይሂ ሰላቱ ወሰላም ማዕስያ ከም ድገበረ ኣብል ቃስም ሁዋ ኣነቢ ዓለይሂ ሰላቱ ወሰላም ካብቲ ክግበር ዘለዎ ሮሞዳን ምስ ኣኸለ ማለት እዩ ወርሒ ሓዳሽ ክትርኢ እንከለኻ ዱዓ ትገብር ማለት እዩ ከምቲ ዋርድ ድኾነ ሱነት ነቢ ዓለይሂ ሰላቱ ወሰላም መጺኡና ዘሎ ማለት እዩ ኣላሁማ ኣሂለሁ ዓለይና ቢልኣምን ወልኢማን ወሰላመቲ ወልኢስላም ረቢ ወረቢኩላህ ትብል ማለት እዩ እዚ ድማ ሓደ ካብቲ ሱና ክፍጸም ዘለዎ ማለት እዩ እዚ ዱዓ ትብሎ ማለት እዩ ካብቲ ሰናይ ግብሪ ኣብ ሮሞዳን ክፍጸም ዘለዎ ሓደ ድማ ምስ ሮሞዳን ዝተተሓሓዘ ስሑር ምብላዒ ማለት እዩ ፈነቢ ዓለ ሰላት ሰላም እንታይ ኢሎም ተሰሓሩ ኢሎም ፈኢነ ፊ ስሑሪ በረካ ስሑር ብልዒኹም ኣብ ስሑር በረካ ኣሎ እዚ ሙባረክ ዝኾነ ግዜ እዚ ናይ ስሑር እዚ ክትጥቀመሉ ዘለካ ኣነቢ ዓለይሂ ሰላቱ ወሰላም ስሑር ዝበልዕሉ ዝነበሩ ከምኡ ድማ ዝኣዘዝዎ ስለ ዝኾኑ ሱነት ነቢ ዓለይሂ ሰላቱ ወሰላም ክትክተል ያኒ ኣከለት ስሑር ስሑር ክትበልዕ እዚ ሓደ ካብቲ መደባት ክትገብሮ ዘለካ ኣብ ረመዳን ማለት እዩ

ስሑር ምስ በልዑ ናብ ሰላት ከይዶም ሕጂ ሓቲቶሞ ከም ካነ በይነሁማ ካብቲ ስሑር ዝበላዕኩምሉስ ክሳብታ ግዜ ናይ ሰላት ክንዲምታይ ዝኸውን ነይሩ ሰዓት ክልተ ሰዓት ሰለስተ ሰዓት ድዩስ ወላ ከመይ እዩ ነይሩ ምስ በልዎ ቃለ ቀድሩ ከምሲነ ኣያ ጠብዓን መብዛሕትኡ ሰሓበት ነቢ ዓለ ሰላት ወሰላም መቑፀሪ ክህቡ ከለዉ ምክንያቱ ምስ ቁርን ኩላ ግዜ የሕልፍዎ ስለ ዝነበሩ ግዜኦም ብቁርን ገይሩ ጠቒሱሎም ክንዲ ናይ ሓምሳ ኣያ ቁርኣን ትቐርኣለን ክንድኣ ትኣክል ነይራ ብማዕና ውሑድ እዩ ነይሩ እቲ ግዜ ማለት እዩ እዘን ናብቲ ወጋሕታ ክቀራረብ እንከሎ ሽዑ ድኣ ተሲእካ ክትበልዕ ኣለካ እምበሪ ጌና እንከሎ ብዓንተብኡ እንተ ድኣ ትበልዕ ኮንካ እቲ ሱና ኣይረኸብካዮን ኣለኻ ማለት እዩ እዚ ስሑር እዚ ኣብ ሮሞዳን ካብቲ ዝዓበየ ፕሮግራም ናትና እቲ ንምድቦ እሱ ክኸውን ኣለዎ ማለት እዩ ምክንያቱ እዚ ሱና እዩ ወነቢ ዓለይሂ ሰላቱ ወሰላም እንታይ ኢሎም ፈስሉ ማ በይነ ስያሚና ወስያሙ ኣህሊ ልኪታብ ኣከለት ስሑር ኢሎም ኣብ መንጎናን ኣብ መንጎቶም ሰብ መፅሓፍትን ምሳና ዘይኮኑ ዲኖም ማለት እዮም መፅሓፍቲ ዘውረደሎም ረቢ ስብሓን ወተዓላ ናትናን ናቶምን ፍልልይና ኣብ ምንታይ እዩ ኢሎም ንሕና ስሑር ንበልዕ ኢና ኢዘን ኩላ ግዜ ካብ መንገዲ ናቶም እናተኣለኻ ኣብቲ ሱና ናይ ረሱል ዓለይሂ ሰላቱ ወሰላም ክትጓዓዝ ስለ ዘለካ እዚ ስሑር እዚ ሸለል ክትብሎ የብልካን ስሑር ንክትበልዕ ካብቲ መደባት ሰዓት ምምላእ ድዩ ምስትዕዳዳት ምግባር ምዝግጃው ድዩ እዚ ሓደ ካብቲ መደብ ክኸውን ኣለዎ ካሊእ ሓደ ሰብ ካሊእ ከ እንታይ ኣሎ ምናልባሽ ኣብ ሮሞዳን ከ ፍቱው ዝኾነ ነገር ክፍፅሞ ዘለኒ እንተ ደኣ ኢሉ እንታይ ንብሎ ማለት እዩ ነቲ ስሑር ከተደንግዮ እዚ ሓደ እዩ ከምቲ ክንጠቕሶ ዝፀናሕና ከምኡ ድማ ፍጡር ድማ መቕሪብ ክኣክል ከሎ ቀልጢፍካ ምፍጣር ድማ ዘይምድንጓይ ድማ እዚ ሓደ ካብቲ ክፍፀም ዘለዎ ሱና ዝኾነ ኣብ ሻህር ሮሞዳን ማለት እዩ ወሊሃዛ ነቢ ዓለይሂ ሰላቱ ወሰላም እንታይ ኢሎም ላ የዛሉ ናሲ ብኸይር ኢሎም ደቂ ሰባት ኣብ ኸይር እዮም ዘለዉ ኣብ ሰናይ ግብሪ እዮም ዘለዉ እንተ ደኣኒ ንስሑር የደንጉዎ ኣለዉ ኮይኖም ፍጡር ድማ የቐልጥፍዎ እንተ ኣለዉ ኮይኖም ኢሎም ማለት እዮም ዘን ሓደ ካብቲ መደባት እንታይ ክኸውን ኣለዉ ማለት እዩ ታዕጂል ኣልፍጡር ፍጥር ናትካ መቕሪብ እኽል ምስ በለ ተጓይኻ ከተፍጥር እዩ ዘለካ ማለት እዩ እንተ ተረኺቡ እቲ ዝበለፀ ማለት እዩ

ከምኡ ውን ኣነቢ ዓለይሂ ሰላቱ ወሰላም ካብቲ ናቶም ሱና ዝኾነ ክንክተሎ ዘለና ሰሓባ ዝገለጹልና እንታይ ይብል ኣነስ ረዲየላሁ ዓንሁ ወኣርዳ ካነ ረሱሉላሂ ሰለላሁ ዓለይሂ ወሰለም ዩፍጢሩ ቀብለ ኣን ዩሰሊ ዓላ ሩጠባት ቅድሚ ሰላተ መቕሪብ ምስጋዶም ሩጠባት ይበልዑ ነይሮም ብማዕና ተን ተምሪ ልስሉሳት ዝኾና ሸዊት ዝኾና ተምሪ ብአን ገይሮም ኣነቢ ዓለ ሰላት ወሰላም የፍጥሩ ነይሮም ፈኢን ለም ተኩን ሩጠባት ፈቱመይራት እንተ ሸዊት ዝኾነ ሓድሽ ተምሪ እንተ ዘየሎ ኮይኑ ብተምሪ ገይሮም የፍጥሩ ነይሮም ኣነቢ ዓለይሂ ሰላቱ ወሰላም ፈኢን ለም ተኩን ቱመይራት ሓሳ ሓሰዋት ሚን ማ እንተ ተምሪ ዘይተረኺቡ ድማ ገለ ማዕጎ ክልተ ማዕጎ ዝኸውን ማይ ሰትዮም ብድሕሪ ናብ ሰላት ይኸዱ ነይሮም ሕጂ እንታይ ደህውካ ኣለኒ ኢልካ ነቲ ፍጡር ኣዶንጊኻ ቅድም ትሰግድ መቕሪብ ብድሕሪኡ ድማ ቀስ ኢልካ ከተፍጥር እዚ ሱና ኣይኮነን ማለት እዩ ወሊዛሊክ ክትሪኦም ኣብ መንገዲ ብዙሕ ሰብ እንተ ፍጡር ኣኺሉ ክጓየ ማይ ክሰቲ ተምሪ ክበልዕ ክትሪኦ ከለኻ እዚ እንታይ እዮም ደተግብሩ ዘለዉ እንተ ኢልካ ሱነት ነቢ ዓለይሂ ሰላቱ ወሰላም የተግብሩ ኣለዉ ማለት እዮም ሱና ናይ ነቢ ዓለይሂ ሰላቱ ወሰላም እግሪ እግሪ ኣሰር ናይ ረሱል ዓለይሂ ሰላቱ ወሰላም እናተኸተልና ክንከይድ ኣለና ማለት እዩ ካሊእ ካብቲ ሓደ ኣስላማይ ኣብዚ ናይ ሮሞዳን ክፈልጦ ዘለዎ ኣሕካም እንተሃለወ እንታይ እዩ? ምናልባሽ ወዲ ሰብ ረሳዓይ ስለ ዝኾነ ረሲዑ ክበልዕ ይሰቲ ይኽእል ወይ ድማ ክሰቲ ይኽእል እንተ ብምርሳዕ በሊዑ ወይ ሰትዩ ሮሞዳነይ ትባላሽ ኢሉ ክጉሂ ወይ ድማ ክስንብድ የብሉን ማለት እዩ። ኣብታ ዝዘከርካላ ከተቋርፅ ኣለካ እንሻ ኣላህ ብድሕሪኡ እቲ ስያምካ ተቐፅሎ ወላ ሓንቲ ኣበር የብሉን ማለት እዩ። ምክንያቱ ነቢይና ሙሓመድ ዓለይሂ ሰላቱ ወሰላም እንታይ ኢሎም ኢዛ ነሲየ ኣሓደኩም ፈኣከለ ኣው ሸሪብ ፈልዩቲም ሰውመሁ ፈኢነማ ኣጥዓመሁ ላህ ወሰቃህ በል ረቢ ስብሓን ወተዓላ ኣስትይዎን ኣብሊዕዎን ስለ ዝኾነ እዚ ናይ ረቢ ልግሲ ናይ ረቢ ህያብ ስለ ዝቁፅር ወላ ሓንቲ ነቲ ስያም ናትካ ኣይነክኦን እዩ ማለት እዩ ስለዚ ምናልባሽ ተጋጊኻ ብምርሳዕ እንተ በሊዕካ ሰቲኻ ዘሸግር ጉዳይ የብልካን ማለት እዩ ኣነቢ ዓለይሂ ሰላቱ ወሰላም ከምዚ ገይሮም ኣብሪሆምልና ማለት እዮም ከምኡ እውን ምናልባሽ ሓደ ሰብ ኣብ ጀናባ እንተ ደኣ ሓዲሩ እሞ ኣዛን እንተ ደኣ ተኣዚኑ ወይ ድማ ስሑር እንዳበልዐ ከሎ ኣዛን እንተ ደኣ ኣኺሉ እቲ ስሑሩ ቋሪፁ እሞ ክሕፀብ ኢሉ እናተበገሰ እንከሎ እንተ ደኣ ተኣዚኑ ስኡ ጀናባ እንከለኹ ኣዛን ተኣዚኑ ኢሉ ክሻቐል የብሉን ማለት እዩ ምክንያቱ እዚ ጉዳይ እዚ ሓታ ነቢ ለ ሰላት ወሰላም ስትና ዓእሻ ወእሙ ሰለማ እንታይ ይብላ ማለት እዮም እንታይ ይብላ ነይረን ካነ ረሱሉ ላ ስ ሰለም ዩስቢሑ ጁኑበን ምን غይሪ ሕሉም ثማ የሱም ወላ ኮቲ ፈጅሪ እንተርከበ እቲ ኣዳን ናይ ፈጅሪ እንተርከበ ኣብ ጀናባ እንከለኻ ወላ ሓንቲ ደሸግር የብልካን ማለት እዩ ከምዚ ደኣ መሰለ ኣሕካም ናይ ስያሚን ክንፈልጦን ክንመሃርን ዕልሙል ሓል ይበሃል ማለት እዩ ሮመዳን ክመፅእ ከሎ ናይ ሮመዳን ክትፈልጥ ሓጅ ክትብገስ ከለኻ ናይ ሓጅ ክትፈልጥ ዕምራ ክትብገስ ከለኻ ናይ ዕምራ ክትፈልጥ ዘካት ገንዘብ ክተውፅእ እንድሕር ደሊኻ ናይ ዘካት ክትፈልጥ እዚ ዕልሙል ሓል እዚ ኩላትና ክንፈልጦን ክንግደሰሉን ዘለና ጉዳይ ማለት እዩ ስለዚ እዚ ዓይነት እዚ ምፍላጥን